ብመጀመርታ ይቅሬታ መን እሞ ስምካ። ኣነ ዮናስ ይባሃል። ኦኬ ዮናስ ሓወይ ንስኻ? ፍካሬ ይባሃል። ኦኬ ፍካሬ ሓወይ ጥዑማት ኣስማት ኣለኹም። እዚ መደብ እዚ ብምኽንያት ሓድሽ ዓመት ኢና ኣዳሊናዮ ሓፈሻዊ ፍልጠት እዩ። እተን ሕቶ ሰለስተ እየን ሰለስቲኤን ሕቶ ተደኣ መሊስኩመን ክትሓጋገዙ ትኽእሉ ኢኹም። ሓንቲ መጽሓፍ ናይ ትግርኛ ኣላትኩም ፍቃደኛታት ዲኹም ክንሓተኩም? እያ እያ።
እሞ ናብ ሕቶ ክንሰግር? ኦኬ እሺ ጽቡቅ። ቀዳሚት ትሕተይቲ እያ ክትከውን ካብ ኣፍሪቃ ብባህላን ሕብረተሰባን ቡልጻን ዝኾና ሃገራት ኣፍሪቃ ብቀደም ተኸተል ካብ ቀዳማይ ስጋብ ሳልሳይ ዘለዋ ሰለስተ ክትጠቅሱለይ ተሓጋጊዝኩም ወላ ብባህልን ሕብረተሰብን ኣብ ቀዳማይ ደረጃ ዝስራዓ ብቀደም ተኸተል ካብ ቀዳማይ ስጋብ ሳልሳይ
ኣነ ዝብሎ እስከ።
ቀዳመይቲ ክስታይ ካልኣይቲ ክስታይ ሳልሰይቲ ክስታይ ናበልካ። በቲ ትፈልጦ ብኤርትራ እየ ዝጅምር ኤርትራ ኦኬ
ኢትዮጵያ ሩዋንዳ
ኣይኮነትን ክትሕግዞ ትኽእል ኢኻ ግብጺ ኖ ኖ ካልኣይ ኣይኮነትን ዕድል ኣለኒ ናይ መወዳእታ ዕድል ኣላትኩም ትሓጋገዙ ስለ ዘለኹም እተን ክልተ ከ ጽቡቕ ኣምጺእናዮ ማለት እዩ ኦ ክልተ ጽቡቅ ኣለኻ። ኦኬ ኡጋንዳ ኣይኮነትን ዓድልካ ወዲኣ ኣላ። በቲ ናታ
እታ ሕቶ ካብ ኣፍሪቃ ባህላን ሕብረተሰባን ብሉጻን ዝኾና ሃገራት ኣፍሪቃ ሰለስተ ጥቐስ።

እዚ ሕብረተሰብ እዚ ብኸመይ ገይርና ንዕባይ ክንገይሮ ንኽእል ንኽእል ክነግረኩም ዕድል ወዲኣ ኣላ ቀዳመይቲ ሙዛምቢክ ካልኤይቲ ኤርትራ ሳልሰይቲ ኢትዮጵያ ኦህ ባህልን ሕብረተሰብን ጸባቀ ማለት እዪ።

ከመይ ተምሲ ሰላም ድዩ ሰላም ዲኻ ከመይ ኣምሲኻ። ጽቡቅ ኣምሲ ንስኻ ከ።
ጽቡቅ ዋላ ንሕና ጽቡቅ ኣምሲና ንመጀመርታ መን ኢሞ ስምካ። ኬብሮን እብሃል።
ኦኬ ኬቦ ሓወይ ኣነ ከኣ ሓሜ እብሃል እዚ መደብ እዚ ብምኽንያት ሓድሽ ዓመት ዘዳለናዮ መደብ እዩ ሓፈሻዊ ፍልጠት እዩ ብዛዕባ ሃገርና ጥራይ ከኣ እተን ሕቶ ሰለስተ እየን ሰለስተ እተን ሕቶ ተመሊስካየን ሰለስቲኤን ሓንቲ ናይ ትግርኛ መጽሓፍ ብልጫ ኣላትካ ክንሓተካ ፍቃደኛ ዲኻ? ኦኬ። እሞ ናፍቖተይ ክኣቱ ኣብ ኣፍሪቃ ብባህልን ሕብረተሰብን ዝጸበቐት ወይ ድማ ዝጸባቕ ካብ ቀዳማይ ስጋብ ሰለስተ ካብ ሓደ ስጋብ ሰለስተ ብቐደም ተኸተል ኣስማተን መን መን ይበሃላ? ብምልእ ኣፍሪቃ ማለት እዩ። ካብ ኣፍሪቃ ብባህልን ብጽባቐ ሕብረተሰብን እተን ዝበለጻ ወይ እተን ዝጸበቓ ባህልን ሕብረተሰብን ዝውንና ካብ ሓደ ስጋብ ሰለስተ መን መን ይበሃላ?
ፖው ኣዞ ክፍትን እኽእል እየ። እወ ክትፍትን ትኽእል ኢኻ። ኦኬ
ክትሕዘልኪ እያ እዛ።
ኤልዞ ኤርትራ ሓደ
ኬንያ
ክልተ
ጋና ሰለስተ በጺሕካ ኣለኻ እታ መልስ ንሳ ኣይኮነትን ሓንቲ ኤርትራ ጽቡቅ ኣለኻ ካልኣይቲ ናይ መወዳእታ ዕድል ኣላትካ። ኢትዮጵያ
ክልተ
ሓደ ኢለ ጀሚረልካ ኣለኹ ደሓን። ኦኬ ኤርትራ ኢትዮጵያ ክልተ ብታይ ዝብሃል ማለት ብባህልን ተፈለጠ ማለት ድዩ? ባህልን ሕብረተሰብን።
ኤርትራ ኢትዮጵያ። ሰለስተ እንድዒ ከቢዳትካ ክነግረካ ኦኬ ቀዳመይቲ ትበሃል ማሕበረተስብ ካብተን ኣብ ጸባቃ ሃገር ኣብ ጸባቃ ዝሰራሕካ ኣብ ኣፍሪቃ ቀዳመይቲ ሙዛምቢክ ካልኤይቲ ኤርትራ ሳልሰይቲ ኢትዮጵያ
ተረዲኣትካ ሰላም ዝሓወይ ደሓን ዶ ከመይ ኣምስዮም ይቕሬታ ብመጀመርታ መን ይመስምካ ማእከለ እባል።

ብራቮ ቀዳመይቲ መልሲ መሊስካያ ኣለኻ።
ሰላም ሰላም ከመይ ኣምስያ ጽቡቅ ሰላም ድዩ መጀመርታ መን እሞ ስምካ? ሳሙኤል።
ኦኬ ሳሚ ሓወይ ጥዕምቲ ስም ኣላትካ ብምኽንያት ሓድሽ ዓመት ዘደለናዮ መደብ እዩ ሓፈሻዊ ፍልጠት እዩ እተን ሕቶ ሰለስቲኤን ሰለስቲኤን ተመሊስካየን ሓንቲ ናይ ትግርኛ መጽሓፍ ከም ትስለም ኢኻ ማለት እዩ ፍቓደኛ ዲኻ ክንሓተካ
ኦኬ
ኦኬ ቀዳመይቲ ሕቶይ ኣታ መጽያ ኣብ ኤርትራ ካብ ዝርከብ ቅርሳዊ ቦታታት ሰለስተ ኣስማት ጥቐሰለይ።
ኣዱሊስ
ብራቮ ሓደ
ፅና ኮቴሪ ባህሊ ዳህላክ

ካብ ኻን ወፃኢ
ፑሽኪን ቅርሳዊ ቦታታት እሱብ ማእኸል ከተማ እዩ ዝርከብ። ቅርሳዊ ከማን ክበሃል ኣይከኣልን እዩ። ኣብ ካብቲ ከተማ ውፅእ ዝበለ ቅርሳዊ ቦታታት ሕዙእ ቦታ ከምኡ ኢሉ ከሎ ጥራይ ተማሂርካ ኢኻ ኣብ ኢለመንታሪ ኣብ ዝኾነ ሳብጀክት ብፍላይ ኣብ ጆግራፊ ናቕፋ ቅርስኻን ታሪኻውን እሞ እንተ ኣብያትካ ኣብያት ምባል ፍቑድ እዩ ኣነ ውን ክነግረካ ድሉው እየ ተኸቢዳትካ።
ከቢዳትኒ እዚ ብ ሰንዓፈ ዝርከብ ከኣ ሽሙ ረሲዑ እዮ በዚ ከባቢ ሰንዓፈ ኣሎ ኮትዮ ቶክዮ ድዩ ኮትዮ ድበሃል ምሸሎ ኮትዮ ድዩ ቶክዮ ድበሃል እሞ ክነግረካ ንገረኒ።
ኣብ ዱሊስ ኢልካ መጠራ በለው ኮለው ኣለካ ከስከሰ ብዙሓት ኣለካ። ሰላም ዝሓወይ ከመይ ኣምሲኻ ሰላም ድዩ ኣው ሶሪ ያሬት ኣውዲቓልካ መጀመርታ መን እሞ ስምካ? ሰመረ ኦኬ ሰመረ ሓወይ እዚ መደብ እዚ ብምኽንያት ሓድሽ ዓመት ኢና ኣዳሊናዮ ሓፈሻዊ ፍልጠት እተን ሕቶ ሰለስተ እየን ናይ ትግርኛ ሰለስተ እየን እንተ መሊስካን ሓንቲ ናይ ትግርኛ መጽሓፍ ኣላትካ ስልማት እተን ሕቶ ብዛዕባ ሃገርና እየን ክንሓተካ ፍቓደኛ ዲኻ? ኦኬ ሽግር የለን ጸገም የለን እሞ ናብ ሕቶይ ክኣቱ ነጋ። ኦኬ እሺ ቀዳሚት ሕቶይ እታይ እያ ክትከውን ኢስያስ ኣፎርቂ ናብዚ ሕጂ ዘልኦ ናይ ስልጣን ወንበር መዓስ ዓመተ ምህረት ደይቡ? እዋይ እዚኣስ ኣይፈልጣን እየ።
ኣጆኻ ገምት ኢስያስ ኣፎርቂ መዓስ ዓመተ ምህረት ናብዚ ዘልኦ ሕጂ ናይ ስልጣን መዓስ ፕረዚደንት ናይ ኤርትራ ኮይኑ ፕረዚደንት ኮይኑ ግዝያዊ መንግስቲ?

ብሎማዓንቲ ብምኽንያት ሓድሽ ዓመት ዝተዳለወ መደብ እዩ። እዚ መደብ ከምዚ ሓፈሻዊ ፍልጠት እዩ። ብዝያዳ ነቶም ዘይንፈልጥ ንኽንፈልጥ ዝዓለመ እዩ። ናይዘን ሰለስተ ሕቶታት ሰለስቲኤን እተን ሕቶታት እንተ ዕውት ኮይንካ ሓንቲ ናይ ትግርኛ መጽሓፍ ስልማት ናትካ ኣላትካ። ብልጫኻ ማለት እዩ። ፍቓደኛ ዲኻ ክንሓተካ ድሉው ኢኻ ምሽ? እሺ ጽቡቅ ናብ ቀዳሚቱ ሕቶይ ክሰግር እቲ ዝዓበየ እምባ ኣብ ኤርትራ ጎቦ እምባሴራ ኣበየናይ ቦታ ይርከብ? ኣብ ሰንዓፈ።
ጽብቅቲ ካልኢቱ ሕቶ መሊስካያ ኣለኻ እዚኣ ሓንቲ ነጥቢ ኣላትካ። ካልኢቱ ሕቶይ ኦ ኣላ ሰለስቲኤንቶን ሕቶታት ኣብ ኤርትራ ብቅርስ ካብ ቅርሳዊ ቦታታት ወይ ድማ ጥንታዊ ቅርሳዊ ቦታታት ሰለስተ ጥቐሱ። ኣልፋ ኦኬ እዚኣራ ኣዶሊስ እምባ መጠራ ኡንድ ሳልሰይቲ ኦታ ሓቂ ዝባሳ ጽናሕ እስከ ደብረ ቢዘን ኦር ቅርሳዊ ቦታ እንዳር። ያ። እምባሲ ቅርሳዊ ድዩ?

ደቂቅ ዓይኒ ጸማቱ ፍረ ዓይኒ ዓማቱ
ዝነበረትካ ዕድል ወዲእካ ኣለካ እታ መልሲ እሳ ኣይኮነትን ደቂቅ ዓይኒ ጨማቲ ፍሩይ ዓይኒ ሞንጎል ሓጢ እያ እታ መልሲ መንጎ ሓጢኣት ሞንጎል ሓጢ መንጎ ሓጢ እያ ኦኬ ናብ ካሊእ ትሕቶይ ክሰግር እየ ኣብ ኤርትራ ካብ

ተማሂርካያ ካብ ታሪክ ፈትን እሞ
ሽም ኣለወን ኣስማት ኣለዎ ናይተን ቦታ እወ
ከም ኣብነት ሓንቲ ደሓን ክበካ እያ ሓንቲ ካበን በለው ከለው ክበካ ኣሎ ሓንቲ በለው ከም ኣብነት
ሽም እዚ ሽም ናይ ቦታ እዩ ታሪካዊ ቦታ እዩ ቅርሳዊ ቦታ በለው ከለው ሓደ

እስከ ድገመለይ ደቂቅ ዓይኒ ጨማቲ ፍሩይ ዓይኒ ዳሽ።
ክሓስበላ ኢና እስከ። ኦው ክትሓስብ ኢኻ።
ኣሰ
ኢልያስ ኣይፈልጣን። ኣጆኻ ፈትን።
ኢልያስ ቁሩብ በርቲዓ።

ቁሩብ ክትዝክር ዕድል ክህበካ። ሕጂ ኣጋንንቲ ምሳና እየ ኩሉ ሳዕ ኣብቲ ጎጉል ወላ ኣብ ዝኾነ ነገር ንካታተሎ ነገር እዩ። ሓሙሻት ሸሞንተ ቁሩብ።
እሞ ኣበይ ሕጂ ኣብዚ ሳዓት እዚ? እወ ኣብዚ ሳዓት እዚ እዮም።
እሞ እታ ቅንዕቲ መልስስ ኣይኮነትን ክነግረካ ኣይትሓስበላን ኢኻ ማለት እዩ። ኦኬ ኣብ ክልተ ሽሕን ዓሰርተ ሸሞንተን። ኣብ ክሰሽን ዓሰርተ ትሽዓተ ወጺኡ ዘሎ ጸብጻብ ድማ፣ ሳልሰይቲ ሕቶይ፣ ኣብ ኤርትራ ካብ ጫፍ ናብ ጫፍ ሓደ መውጽኦ ስም ኣለዎ። ካብ ክሳይ ናብ ክሳይ ተባሂሉ ዝጽዋዕ እንታይ ተባሂሉ ይጽዋዕ? ጌራ ካብ ማርሻ ተኽላይ ክሳብ ራስ ድሜራ፣ ራስ ቄሰ፣ ወዘተ። የዐርያ እታ ትግርኛ። ጽቡቅ ጌርካ ካብ ራስ ዱሜራ ክሳብ ራስ ቄሳር።
እታ መልሲ ንሳያ ካብ ራስ ቄሳር ክሳብ ራስ ዱሜራ። ቀዳመይቲ ሕቶ ስለ ዝተጋጓኹም ግን ናይ ሎምዓንቲ ዕውታት ናትኮን ኣይከኣልኩምን ይቅሬታ። ስለ ተገዳስነትኩም ግን ብልቢ ነመስግን። የቀንየልና እሺ ብሩኽ ምሸት። ኦኬ ናብ ሳልሰይቲ ሕቶይ ክሰግር ቱርኪ ንኤርትራ ንኽንደይ ዓመታት ገዚእዋ? እረ በስመኣብ።
ኣጆኻ እተን ዝገዛእና ውሑዳት እየን ኣብቲ ዓመት ከኣ ተማሂርናዮ ኢና።

ቱርኪ ብተማላላሲ ን ሰለስተ ሚእቲ ዓመት ገዚእና ሰለስተ ሚእቲ ዓመት እያ ሓሙሽተ ዓመት ኢልካ ናይ ሎማዓንቲ ዑርትና ክትኮን ኣይካኣልካን ኣብ ዝቅጽል i hope እታ ናተይ ዝበልካ ሕቶ ግን ክሓተካ ሓንቲ ኣንጭዋ እያ ትኸይድ ትኸይድ ትኸይድ ትኸይድ ኔራ ሃንደበት ጥው ኢላ ተመሊሳ እንታይ ኮይና ኣጆኻ።

መንገዲ ኮላስ ተመሊሳ እንታይ ኮይና?
ኣይትምልሳን ኢካ ዋላ እዚኣ ኦኬ ሓሳባ ቀይረ እያ እታ መልሲ ስለ ተገዳስነትካ ብልቢ ነመስግነካ ብሩክ ምሸት እሺ ናብ ሰዕብቲ ትሕቶይ ደሓን ክሰግር እየ ካብ ጫፍ ናብ ጫፍ ኤርትራ ስም ኣለዎ መጸውዒ ስም እንታይ ተባሂሉ ይጽዋዕ ካብ ራስ ቄራስ ክሳብ ዳስ ዚመራ
ጽቡቅ ጌርካ ኣድሚጻ
ካብ ራስ ቄራስ ክሳብ ዳስ ዚመራ።

ርግጸኛ ዲኻ?
ያእ
እታ መልሲ ጌጋ እያ ዘላ ሓንቲ ዕድል ክበካ እያ። ኦኬ። ቱርኪ ንኤርትራ ንኽንደይ ዓመት ገዚእዋ? ሓደ ዓመት። ኣነ ተኽለ ኣርኣያ እንታይ እየ ዝገብሮ ኣነ? ሓደ ዓመት
ኦኬ ዝነበረ ትካዕ ድል ወዲእኻዮ ኣለኻ ሓደ ዓመት ኣይኮነን ሰለስተ ሚእቲ ዓመት ብተመላለስቲ ንኤርትራ ገዚእዋ ቱርኪ እተን ዕድል ዝነበረኻ ክልተ ተጋጊኻ ኣውትና ክትኮን ኣይከኣልካን ሓንቲ ብናተይ ከም ወለንታሪ ሕቶ ግን ክሓተካ እየ ኖርማል ሕቶ እያ እዚኣ ሓደ ሰብኣይ እዩ ብነፋሪት ይኸይድ ኔሩ ሰብኣይ ኤርትራዊ እዩ ብነፋሪት ናኸደ ከሎ ካብ ላዕሊ ነፋሪት ናብ መሬት ወዲቑ

እዋእ መዓት ስለ ዘይኣኸለ። እታ መልሲ ንጽርቲ ሃብካኒ ኣምላኽ ኣውጽያ እታ መልሲ ጽሙእ ኣንጠውት ናትኮን ኣይከኣልካን ግን ብሩኽ ምሸት የቐንየልና። ናብ ሳልሰይቲ ሕቶይ ክሰግር እየ ሳልሰይቲ ሕቶይ ኣብ ዓለም ክንደይ ኣህጉር ኣለዋ?

ኣህጉር ኣይፈልጣን እያ
ኦኬ እዚኣ ኣይመለስካያን ሸውዓተ ኣህጉር ኣለዋ ሕጂ ኤርትራ ሃገር እያ ኣፍሪቃ ድማ ኣህጉር እያ ተረዲኣኒ ትግርኛ ብምንታይ ዲኻ ተማሂርካያ ኦ ኣብ ቋንቋ ትግርኛ እያ ብትግርኛ እያ ኣህጉር ኦኬ ናይ ሎምዓንቲ ዑት ናትኮን ኣይከኣልካን ሓቢቢ ኣብ ዝቕጽል ኣይ ሆፕ ትካል ዕድል ስለ ተገዲስካ ምላስካ ግን የቀኔልና። እዎ ሰለስቲኤን ዘይምለስካየን የቀኔልና ብጣዕሚ ኢና ነመስግነካ እሺ።